ሰላም ከመይ ኣለኹም ክቡራት ኣሕዋት እንኳዕ ብዳሕም መጻኹም ናብ ሄሪቴክ 16 ኣብዚ ዘመናዊ እዋን ቴክኖሎጂ ንህይወትና ካብቲ ዘቀልሉልና ነገራት እቲ ቀንዲ ሎኮሽን ዘርፈር እዩ ኮይኑ ግን ብዙሓት ሰባት ብግቡእ ክንጥቀመሉ ኣይንረን ኣብዚ ናይ ሎሚ ዘይጠቕማ ደቃይቕ ነዛ ቪድዮና ካብ ሓደ ጀሚርና ክሳብ እቲ ዝለዓለ ኣጠቓቕማ ሎኮሽን ክንፈልጥ ኢና ብፍላይ እተን ክርእየኩም ኣዳልየን ዘለኹ ዓሰርተ ናይ ሎኮሽን ኣጠቓቕማ ግድን ሓደ ሰብ ክፈልጦም ዘለዎ ኣዝዮም ኣገደስቲ ነጥብታት እዮም ካብዚ ቪድዮ ምስ ወጻኹም ብዛዕባ ሎኮሽን ማፕ ዘይትፈልጥዎ ነገር ኣይኩሉን እዩ ሕራይ እምበኣር ነዛ ቪድዮ ብዓቕሊ ክትርእይዋ ብኽብሪ ይዕድም ቅድሚ ምጅማርና ግን ሳብስክራይብ ላይክ እንዳገበርኩም ጀምሩዋ ሰናይ ምክታል ሐራይ እምበኣር ክቡራት ኣሕዋት ነዛ ቪድዮ ክሳብ መወዳእታ ብዓቕልን ብጽሞናን ርእይዋ፣ ኣነ ድማ ከይትንውሓኩም ሓጽር ሓጽር ኣቢለ ከቕርበልኩም እየ። ሕራይ መጀመርታ ክንገብሮ ዝግበኣና በዚ ላዕሊ ስሕብ ኣቢልና ነዛ ናይ ሎኮሽን ወይ ነዛ ናይ ማፕ ኦን ከም ዝገበርናያ ወይ ከም ዝኸፈትናያ ክነራጋግጽ ኣለና። ሕራይ ካብዚ ምስ ወጻእና ድማ ልክዕ ከምዚ ጌርና ኣብዚ ማፕ ዝብል ዘሎ ክሊክ ንገብር። ልክዕ ከምዚ ከምጻልና እዩ። ምናልባት እዚ ቦታ ወይ ካን ብክምዚ ዘይርደኩም እንተ ኮይኑ ኣብዛ ፕላስ ዘላታ ምልክት ኣትኹም ብሳትላይት ጌርኩም ብክምዚ ገዛውትን ብክምዚ ፅርግያን ክርዳእኩም ወይ ክትፈትዎ ትኽእሉ ኢኹም ወይ ከምዚ ክትጥቀሙ ትኽእሉ ኢኹም ኣነ ግን በዚ ክጥቀም እዩ ካልእ ምርጫታት እውን ኣለኩም ሕረ ቀፂልና ድማ ኣብዚ ናይ ሰርች ቦታ ክሊክ ንገብር እሞ እዚ ኣነ ሕጂ ክርእየኩም ደልዮ ዘለኹ ሓንቲ ነገር ክነግረኩም ናበይ ክትኸዱ ትደልዩ ናብ መሓዛኹም ናብ ይዕረትኹም ወይ ከዓ ናብ ስራሕኹም ወይ ናብ ዝተፈላለዩ ወይ ሎማዓንቲ ንእስነት ናተይ ኣይርፖርት እየ ክኸይድ መገሻ ኣለኒ ሰዓት ክንደይ በረራ እዩ ናተይ ሰዓት ክልተ ንበሎ ሕራይ ኣብዚኣ ሰርች ክብል እየ ናብታ ክኸዳ ዝደልዩ ዘለኹ ቦታ ሰርች ክብል እየ ቀፂለ ድማ ኣብዛ ብዚኣ ትሪእዋ ዘለኹም ዳይሬክሽን ክብል ክሊክ ክገብር እየ ማለት እዩ ኣብዚኣ ክሊክ ምስ ገበርኩ ድማ ከምዚ ትሪእዎ ዘለኹም ሰዓት ክንደይ ወይ ከዓኒ ክንደይ ሰዓት ክወስደልካ ክእል እዩ ዝብል ኣብዚ ክሳብ 30 ደቂቕ ክወስደልካ ክእል ኢሉኒ 25 ኪሎ ሜተር ብመኪና ማለት እዩ እቲ ኪሎ ሜትር ኖርማሊ 30 ደቂቕ ብመኪና ክወስደልካ ይኽእል ይብለኒ ኣሎ ብእግሪ ሓሙሽተ ሰዓት ክወስደልካ ይኽእል ይብለኒ ኣሎ ከምዚ ትሪእዎ ዘለኹም ባቡር ዘለዎ ቦታ ወይ ሃገር ተኮይኑ ከዓኒ ኣብዚ ከዓ ከምፃልካ እዩ ማለት እዩ ናተይ ቦታ ባቡር ስለ ዘይጥቀም ወይ ስለ ዘይብሉ እዩ ስለዚ ከምዚ ገይረ ክፈልጥ ይኽእል እየ ቅድሚ ምብጋሰይ ምክንያቱ ብፍላይ ዘይፈልጦ ቦታ ተኮይነ ካብ ነዊሕ ድኸውን ንሰብ ካብ ዝሓትት ገለመለ ኣብዚኣ ኣትየ ሰርች ኢለ ክፈልጥ ይኽእል እየ ማለት እዩ ተወሳኺ ድማ ኣብኡ ከለኹ ሓንቲ ከሪእኩም ካብ በብቁፅሪ ቁፅሪ ሓደ ቁፅሪ ክልተ እንዳበልኩ ካብ ዘሪእኩም ኣብዘን ሰለስተ ንጣብ ላዕሊ ላዕሊ ዘላ ክሊክ ንገብር እሞ ኣብዛ ሲት ዳበርቲ ኦን ኣሪቪ ታይም ትብል ዘላ ክሊክ ንገብር ሕጂ ብናተይ ሰዓት 11:53 ኤኤም ኣሎ ንግሆ ስለዚ ኣነ ሰዓት ክንደይ በረራይ ሰዓት ክልተ ኦኬ ሰዓት ክልተ ተኮይኑ በረራይ ከምዚ ገይረ ሶሪ እዚኣ ሌቪ ትብል ዘላ እታ ዘለዋ ሰዓታት እያ ማለት እዩ ይቕሬታ መበገሲት እያ ማለት እዩ ኣብ ገዛይ ስለ ዘለኹ እያ ኣብዛ ኣሪቪ ትብል ኣላ ኣብዛ ኣሪቪ ትብል ዘላ ክሊክ ይገብር እሞ ንኣብነት ሰዓት ሓደ ብረራ እዩ እዚኣ ሰዓት ሓደ ዜሮ ዜሮ ክንብሎ ኢና ከምዚ ጌርና ክንመልሶ ኢና ንድሕሪ ከምዚ ገይረ ሰዓት ሓደ ዜሮ ዜሮ ብረራ ኣለኒ ኢለ ፒኤም ያ ስለዚ ክቡራት ኣሕዋት ከምዚ ገይረ ሬድ ምስ ኮንኩ ኣብ ታሕቲ እውን ቱደይ ዝብል ኣሎ ኣብ መዓልቲ እዩ ንካልእ መዓልቲ ተደልየ እውን ክመርፅ ይኽእል እየ በዚ ጎኒ ከምዚ እንዳገበርኩ ጥራሕ ኣነ ንሎማዓንቲ እየ ደልየ ኣብዚኣ ሽዑ ሬዲ ምስ ኮንኩ ሲት ይብላ ማለት እዩ ኣብዛ ሊቪን ኣረቪ ትብል ዘላ ግን ክትፈላልይዎን ኣለኩም ማለት እዩ እታ ሊቪ ትብል ዘላ ኣይተንክፍዋ ዘለኹም ወይ እታ ሪቪ ትብል ዘላ ግን እታ ናብታ ኤርፖርት ትኹን ድያ ወይ ናብታ ትኸድዋ ቦታ ሰዓት ክንደይ ክትወጽኡ ከም ዘለኩም ኣብዚኣ ትመልዋ ማለት እዩ ኣብዚኣ ሴት ክንብላ ኢና ሕጂ ከም ዝትሪእዎ ዘለኹም ኦኬ ኣብዚ ታይፒካል ዝበሃል ክሳብ 28 ደቂቕ ክሳብ 30 ደቂቕ ክወስደልካ ይኽእል እዩ ይብለኒ ኣሎ ኦኬ እሞ ኣነ ሰዓት ሓደ ተኮይኑ በረራይሲ ኣብዚ ሰዓት ፋዱስን 25 ክትብገስ ኣለካ ይብለኒ ኣሎ ኣብዚ ታሕቲ ብደቂቕ ሌቪት ጣባውት ዝብለኒ ኣሎ 12 ሰዓትን 25 ደቂቕን ክትብገስ ኣለካ ፋዱስን 25 ፒኤም ማለት እዩ ስለዚ ክቡራት ኣሕዋት ናብ ሓደ ቦታ ቅድሚ ምብጋስኩም እቲ ቦታ ክንደይ መሰናኽል ከም ዘለዎ ናይ ምሸት ተኮይኑ ብዝሒ መካይን ትራፊክ ኩሉ እዚ ኢማጅ ገይሩ ባዕሉ እቲ ደቂቕ ወይ እቲ ሰዓታት ቅድሚ ክንደይ ክትብገሱ ከም ዘለኩም ይነግረኩም ማለት እዩ ስለዚ እዚ ወሳኒ ነገር እዩ ንኣብነት ከም ኣገዳሲ ንብሎ ነገር ከም ኣየርፖርት ኣይርፖርት ሕጂ ክትከይድ ከለኻ ግድን ኣብታ ሰዓትካ ክትርከብ ኣለካ ተዘይኮይኑ ንዓኻ ክብል ኣይጽበየካን እዩ ስለዚ ኣብታ ሰዓትካ ዘይትርከብ ተኾንካ ክገድፈካ እዩ ክገድፈካ ተኾይኑ ከዓ ክሓረካ እዩ ማለት እዩ ስለዚ ነዚ ማፕ ወይ ነዚ ናይ ጉግል ሎኬሽን ከምዚ ጌርና እንተ ሓቲትናዮ ንሱ ነቲ ናይ ቦታ ጽርግያ ስለ ዝፈልጦ ወይ ከዓ ስለ ዝተረድኦ ክንደይ ደቂቕ ወስደልካ ወይ ክንደይ ናይ ንጎቶ ኮይኑ ክንደይ ወስድ ናይ ምሸት ኮይኑ ክንደይ ወስድ ናይ ቀትሪ ኮይኑ ክንደይ ይወስድ ዝብል ኩሉ እዚ ኣጻርዩ ባዕሉ ቅድሚ ምብጋስካ ክንደይ ሰዓት ክትብገስ ከም ዘለካ ይነግረካ ማለት እዩ ከምዚ ትሪእዎ ዘለኹም ክሳብ 28 ደቂ ክሳብ 30 ደቂ ክወስደልካ ኣሎ ይኽእል ኢልኒ ብባቡር ተኮይኑ ክንደይ ከም ዝወስደልካ ይነግረካ ብሰብ ተኮይኑ ክንደይ ኩሉ ሪእኩም ኣለኹ ማለት እዩ ስለዚ ከምዚኣ ጌርኩም ተጠቀሙላ ክቡራት ኣሕዋት ብጣዕሚ እያ ቀላል ግን ብዙሓት ሰባት ኣይነስተውዕለላ ኢና ብዙሓት ሰባት ማብ ንጥቀም ኢና ግን ብዙሓት ሰባት ኣይነስተውዕለላ ኢና ፍሉጥ ነገር እዩ ግን ከምዚ ጌርና ክንጥቀም ይግባእ ማለት እዩ ክቡራት ኣሕዋት ሕራይ ናብታ ካልእቲ ቪድዮ ክብለኩም ሕፅር ሕፅር ክብሎ ኮይኑ ውሕዚ ቪድዮ ማለት እዩ ሕራይ እዛ ካልእቲ ድማ ብጣዕሚ ቀላልን ፅፍፍትን እያ መጀመርታ ግን ከረዳእኩም ብዙሓት ሰባት ናብ ሓደ ነገር ንኸይድ ማለት ናብ ሱፐር ማርኬት ንኸይድ ወይ ናብ ገለ ዕዳጋ ንወርድ ወይ ናብ ገለ ንኸይድ ስለዚ እቲ ቦታ ማዕረ ክንዲ ወይ እቲ ገዛ ቢዚ ኮይኑ ይጸንሕ ክላእ ሪጋ እንዲ በዚሑ ስኢልና ደኺምና ዝብሉ ሰባት ኣይጋጠምኹም ወይ ንዓኹም ኣይጋጠመኩም ክላእ ሎማዓንትስ ብዙሕ ሪጋ እዩ ውዒሉ ኣይሰለጠንን ክንዲዚ ሰብ በዚሑሉ መዓንት ጸሊኤ በጃኻ ሰብ ተበዚሑ ይፈትወኒ ኣነ ኸኣ ገለ ዝብሉ ሰባት ወይ ትልኩም እዚ ብኸመይ ንፈልጦ ወይ ብኸመይ ክንርድኦ ንኽእል ንኣብነት ኣብ ሓደ ሱፐር ማርኬት ክንከይድ ንደሊ ግን ሎማዓንቲ ሰብ በዚሕዎ ዶ ኸውን ዋላ እንታይ ኢልና እንታይ ንኸውን ንሓስብ ካብ ንሰባት ደው ኢልና ሎም ብዙሕ ሰብ ኣሎ ድዩ ገለ ካብ ንብል ወይ ከዓኒ ናብ ሓደ ሬስቶራንት ክንበልዕ መግቢ ከይድና ሲ ምስ ፋሚሊ ገለ መለ ክንከይድ ተደሊና እቲ ቦታ ቢዚ ድዩ ኮፍ መበሊ ንረክብ ዲና ገለ ንሓስብ ስለዚ እዚኣ ሓንቲ ኣገዳሲት ነጥቢ ክሳዕ ዝኾነት ከርእየኩም እየ ኣብዛ ናይ ሰርች ቦታ ንኣቱ ቀፂልና ንኣብነት ኣብዚ ሃገር ወይ ኣብዚ ኣነ ዘለኹ ሃገር ከምኡ ስለ ዘይሰርሕ ኣብ ቀዳማይ ዓለም ዘለኹም ጥራሕ ክኸውን ይኽእል እዩ ስለዚ ኣብ ኤሮጳ ዘሎ ሓደ ሃገር ክመርፅ እየ እስከ ወላ ጀርመን ክንብል ኢና ኦኬ ገርመን ኢልና ኣብዚ ጀርመን ሬስቶራንት ዝብል መፅና ኣሎ ኦኬ ኦኬ ጀርመን ብጣዕሚ ጽቡቕ መግቢ ከም ዝኾነ በቲ ስእልታቱ ገለ ከኣ ቸክ ክንገብር ንኽእል ኢና ግን እታ ዝብለኩም ዘለኹ ቦታ ወይ እታ ገዛ ብለክዓ ትፈልጥዋ ኣለኩም ሰርች ትብልዋ ንዓ ማለት እዩ እዚ ከምዚ ትርእይዎ ዘለኹም እቲ ዘሎ መግብታት እዚ ኮፍ መበሊታቱ ከመይ ከም ዝኾነ ኩሉ እዚ ቸክ ክንገብር ንኽእል ኢና ዋው ማዕረ ክንደይ ፅባቐ ኣለዎ ፅፈት ኣለዎ ኩሉ እዚ ቸክ ንገብር ማለት እዩ ኩሉ እዚ ድራሻታት ክንረኽቦ ንኽእል ኢና ሕሳባቱ ኩሉ ክንፈልጥ ንኽእል ኢና ብዝቐለለ መገዲ ነግረ መገዲ ክኸሉ ከርእየኩም ማለት እዩ ከምዚ እናገበርና ቸክ ክንገብር ንኽእል ኢና ማለት እዩ ሕራይ ንኣብነት ናምበር ተደሊና እውን ኣብ ዘለና ናይ ፌስቡክ ኩሉ ኣድራሻታት ኩሉ ኣለና ኣብዚ ማለት እዩ ንእሽተይ ንታሕቲ ዝስሕብ ምስ ኣበልናያ እዚኣ እያ ተቐንዲ ንኣብነት ረእይዋ ኦኬ ሰዓት ክንደይ ኣብዚኣ ናይ መስመር ዝመስል ወይ ከዓኒ ተር ኢሉ ዘሎ ከም ዝትሪእዎ ዘለኹም ቢዚ ዝኾነሉ ዘይኮነሉን እዋናት እዩ ኣብዚ ትሪእዎ ዘለኹም እዛ ቀያሕ ወይ ከዓ ሓውሲ ቀያሕ ዘላ ትሪእዎ ኣለኹም ሌቪ 11 ኤኤም ዝብል ዘሎ ማለት እዩ ክሳብ ፋዱስ ሰዓት ካብ 11 ክሳብ ፋዱስ ዘሎ ሰዓት ብጣዕሚ እዩ ቢዚ እዚ ገዛ ከም ዝትሪእዎ ዘለኹም ሓውሲ ቀያሕ ሓውሲ ከምዚ ሮዛዊት ኮይና ዘላ ማለት እዩ ሕብሪ ብጣዕሚ ቢዚ ኮይኑ ኣሎ እቲ ገዛ ማለት እዩ ስለዚ እቲ እዋን ወይ እቲ ሰዓታት እዩ ማለት እዩ ንኣብነት ብሰዓታት ርኢኹም ኣለኹም ማለት እዩ ኣብዚ ምርጫታት ኣለና ኣብዚ ከምዚ ጌርና ምስ ኣተና ፍራይደይ ትዊስደይ ኩሉ ሳንደይ ዝብል ዘሎ እንታይ እዩ እዚ መዓልቲ እዩ መዓልቲ ከከም ይኸውን ማንደይ እስክንርኢ ናብዚ ኦኬ ማንደይ ቢዚ ዘይኮነ ትገዛ ሶኒ ማለት ኩሉ ሰብ ስራሕ ስለ ዝኸይድ ይመስለኒ ኣብዛ ትዊስ እስከብዚኣ ክንሪኢና ልቀኸሞ ኣብዚኣ እውን ረዮ ኩሉ ስራሕ ስለ ዝኾነ ኦኬ ኣብዚኣ ግን እንታይ ኮይና ሰዓታ ቢዚ ኮይና ማለት እዩ ሓራይ ኣብዛ ፍራይዴ ኖርማል ዕረፍቲ ኣለዎ ፅቡቅ እዩ ማለት ቢዚ ይኮነን ኣብዚኣ እውን ብጣዕሚ ፅቡቅ ኣሎ ኣብዚኣ እውን ብጣዕሚ ፅቡቅ ኣሎ ኦኬ ሕረ ብጣዕሚ እዚ ኣገዳሲ ከምዚ ጌርና ቸክ ክንገብር ንኽእል ኢና እንድሕር ቢዚ ዘለዎ ሰዓታት ወይ ግዜ እንተኮይኑ ግን ብኸመይ ንፈልጦ ኢለኩም ልክዕ እታ ሓንቲ ወይፍታ ዘላታ ሰዓት እንታይ ትኸውን ቀያሕ ትኸውን እታ መስመር ማለት እዩ ስለዚ ሕጂ እዚ ፅቡቕ እዩ ዘሎ ማለት እዩ ንእግረ መገዲ ቀፂል ክርእየኩም ድማ ከምዚ ጌርና ንእሽተይ ንታሕቲ ስሒብና ድማ እቲ ገዛ ማዕረ ክንደይ ፅባቐ እዩ ወይ ማዕረ ክንደይ እዩ ልዑል ሳፖርት ዝገብርዎ ሰባት ከመይ ዝበሉ ሰባት እዮም ኣብዚ ንርኢ እሞ ኣለዉ እቶም ፌመሳት ኣብዚ ብዛዕባኡ እንታይ ብካል ይገብሩ ንኣብነት ከምዚ ትሪእዎ ዘለኹም እዚ ናቱ መግለጽታት ሂቡ ኣሎ እዚ እውን ናቱ ከምኡ ቸክ ክንገብር ንኽእል ኢና ቀፂልና እውን በዚ ንትሓት እንዳሰሓብና ኣብዚ ሞን ዝብል ኣሎ እቲ ኣገዳሲ ዝነጥፈሉ እቲ ገዛ ኣብዚ መፂ ኣሎ ኣብዚ ሪቪው ትብል ኣቲና ድማ እቲ ናይ ሳፖርት ዝበልኩም እዩ ኣብዚ ፎቶ ዝብል ኣቲና ድማ እቲ ናቱ ትሕዝቶ ከምዚ ትሪእዎ ዘለኹም መግቢ እቲ ቦታ ፅፈቱ ኩሉ እዚ ክንርኢ ንኽእል ኢና ኣብዚ ኣብዴት ስብ ዘሎ ድማ ልክዕ ዝተቀየረ ወይ ሓዱሽ ነገር ድመፀ ኣብዚ ኣቲና ቸክ ክንገብር ንኽእል ኢና ማለት እዩ እንደገና ኣብዚ ኣባውት ዝብል ኣቲና ከዓኒ ኩሉ ኣብዚ እንታይ እዩ ዝፍቅድ እንታይ እዩ ዘይፍቅድ ኣብቲ ገዛ ኩሉ ብዚ ከም ዝትሪእዎ ዘለኹም ቸክ ክንገብር ንኽእል ኢና ንኣብነት ኣብ ሓደ ሆቴል እንታይ እዩ ዝፍቅድ እንታይ እዩ ዘይፍቅድ መስተ ሽጋራ ኩሉ ኣብዚ ዝፍቀድን ዘይፍቀድን ኩሉ ብዚ የምፃልና መኪና ፓርኪንግ ክትገብራ ብነፃ ድዩ ዋላ እንታይ እዩ ክፍሊት ኣለዎ ድዩ ዋይፋይ ኣለዎ ድዩ በቃ ኩሉ ዝደለናዮ ኣብዚ እንታይ ንገብር ክንርኢ ንኽእል ኢና ማለት እዩ ክቡራት ኣሕዋት ሕራይ እቲ ቪድዮ ከይንዋሓኩም ኣብ ከለኹ ንእግረ መገደ ወሳሲኸ ክርዳእኩም ስለ ዝደልየ ክቡራት ኣሕዋት ከይንዋሕ ሓፀር ሓፀር ክነብሎ ናብቲ ሓንቲ ቪድዮ ድማ ክብለኩም ሕራይ እምበኣር ክቡራት ኣሕዋት እዛ ዘርእየኩም ሕጂ ድማ ከመይ ጌርና እቲ ዘለናዮ ቦታ ሎኬሽን ወይ ከኣ ማፕ ንህብ ንሰብ ማለት እዩ እቲ ዘለናዮ ቦታ ሲ ከመይ ጌርና ንሕብር ዝብል እዩ ብዙሓት ሰባት እኳ ትፈልጥዋ ትኾኑ ኢኹም ግን ብዙሕ ሰብ እውን ዘይክፈልጣ ክህል እዩ ስለዚ ንዕኦም እውን ተገድስ እያ ኮምፕሊት ተገብርናዮ ይምረፅ ማለት እዩ ስለዚ እሳ እውን ከመይ ጌርና ከምኡ ክንገብራ ከም ንኽእል ክንፈልጥ ኣለና ማለት እዩ ቀዲመ ክነግረኩም ዝደሊ ግን ልክዕ ኣብቲ ናትኩም ማፕ እትምስወልኩም እንድሕር እቲ ቦታ ዘይርደኣኩም ተሎ ልክዕ ኣብዛ ፕላስ ኣቲኩም ከምታ ናይ ኣንተ ወይ ኣብ ሳትላይት ተገበርኩማ ከምዚ ገርኩም በቲ ናትኩም መገዲ ወይ በቲ ናትኩም ገዛውቲ ክርደኣኩም ይኽእል ሕራይ ኣነ ግን በዚ ስለ ዝርደእኒ ወይ ደስ ስለ ዝብለኒ ማለት እዩ ቀጺልና ድማ ኣብዚ ትሪእዎ ዘለኹም ኣብዛ በዚ ጎኒ እዚኣ ናትና ምልክት ከምዚ ገርና ኣቢልና ኣለና ማለት እዩ ሕጂ እዛ ቦታ እዚኣ ናብ ሰብ ክሰዳ ደልየ ኣለኹ ማለት እዩ ናብ ሰብ ክሰዳ እንተ ደኣ ኮይነ ከኣኒ ኣብዚኣ ትንክፍ የብላ እሞ ልክዕ ከምዚኣ ከምፃልያ ማለት እዩ ከም ትሪኦ ዘለኹም ኣብዚ ክሊር ክብላይ ሶሪ ኣትየ ስለ ዝፀናኹ ልክዕ ከምኣ ጌርኩም ትንክፍ ምስ ኣበልኩማ እንታይ እያ ትመፅእ በዚ ከምዚ ክመፅእ እዩ ሸር ዘሎኮሽን ይብለን ኣሎ እዚኣ ሸር ዘሎኮሽን እዛ ቀዳመይቲ ንምንታይ መሲልኩም ንኣብነት እዛ ኣነ ሎኮሽን ሸር ምስ ገበርኩሉ እቲ ሰብ ናብታ ዝሰደድኩሉ ቦታ እዩ ክመፀኒ ዝኽእል እምበር ኣነ ካብኣ ተተንቀሳቂሰ ኣይሕብረን እዩ ዝናተይ እዛ ሞባይለይ ኣብኣ ከም ዘላ እዩ ዝሕብር ናብኣ እዩ ክኸይድ ዝኽእል እታ ምልክት ሲ ኣብኣ ኮይና ዘላ ማለት እዩ ወላ ኣነ ተተንቀሳቒሰ ድሓር ንሱ ኣይክረኽበንን እዩ ማለት እዩ ስለዚ ብዙሓት ሰባት ተሽከዓኩም እያ እዚኣ ግን ከም ኣይኮነትን እታ ሎኮሽን ምሳና ክትዝውር ትገብራ ኣብዛ ካልኢት እያ ኣብዛ ካልኢት ድማ ሸር ሪል ታይምስ ሎኮሽን ትብል ዘላ ድማ እዚኣ እንታይ እያ ንኣብነት እዚኣ እንተሰዲደልኩም እንታይ ትኸውን ኣነ ዋላ ኣብኣ ከለኹ ተተንቀሳቒሰ እሞ ናበይ እዩ ዝኸይድ ዘሎ ኣይትንቀሳቐስ ብኻኡ ክትብሉኒ ክትኽእሉ ኢኹም ደዊልኩም ካብቲ ዘለኻይስ ኣይትንቀሳቐስ ናብኣ ንመፀካ ኣለና ንሪእካ እና ዘለና ካብኣስ ኣይትንቀሳቐስ ክትብሉኒ ትኽእሉ ኢኹም ማለት እዩ እዛ ሓንቲ ግን ልክዕ ኣብኣ እንተዳ ኮይኑ ዋላ ተተንቀሳቒሱ ኣይትፍለጥን እዩ ወይ ከዓ ናበይ ከይዳ ኣሎ ኣይፍለጥን እዩ ማለት እዩ ጥራሕ እታ ቦታ ሓቢርኩም ዘሎ ማለት እዩ ክብራት ኣሕዋት ሕራይ ኣብኡ ከለኹ እቲ ቪድዮ ካብ ዝቆራርፆ ለጋጊበ ዝርእየኩም ዘለኹ ከይደ ኣለኹ ሸውዓተ ሽዱሽተ በፂሐ ኣለኹ ሕራይ እዚኣ ድማ ሴፍ ፓርኪንግ ትብል ዘላ ርኣይዋ ንኣብነት ሴፍ ፓርኪንግ ትብል ዘላ ድማ ንምንታይ ንጠቀመላ መሲልኩም ንኣብነት ብዙሓት ሰባት እዚ ንብረት ክንገዝእ ንኸይድ እሞ ንብረት ክንገዝእ ምስ ከድና ድማ እቲ ቦታ ወይ እቲ ገዛውቲ ይበዝሓና ወይ ከዓኒ የሸልችወና ሒዝና ኮለል ምባል ስለዚ ኣብ ሓደ ድኳን ገዲፍናዮ ኮለል ክንብል ንደሊ ወይ ድማ ይኸብደና እሞ ኣብኡ ንጉድፎ ግን ድማ ኣበይ ከም ዝገበርናዮ ይጠፍኣና ወይ ድማ ንስእኖ ወይ መኪናና ፓርኪንግ ከም ዝገበርናዮ ኣበይ ከም ዝኾነት ንርስዖ ወይ ንርስዖ ነገር ብሓፈሻ ኩሉ ምሻሎ ሕራይ እዚኣ ድማ ኣብዚኣ ክሊክ ንገብር ልክ ኣብ ኣብታ ዘለናዮ ቦታ ከምዚኣ ገርና ትንክፍ ንብላ እሞ ከምዚኣ ገርና ሸው ልክዕ ከምዚኣ ገርና እታ ዘለናዮ ቦታ ከምዚ ምስ ገበርናዮ ኣምፅኣትልና ኣላ ትንክፍ ነብላ ትንክፍ ምስ ኣበልና ልክዕ ከምዚ ጌርና ንላዕሊ ስሕብ ነብላ እዚኣ ኣብዚኣ ሴፍ ፓርኪንግ ትብል ኣላ ትንክፍ ነብላ እሞ ሴፍ ኮይና ኣላ ማለት እዩ ኣብታ ዘለናዮ ቦታ በቃ ኣይትወፅን እያ ሕጂ ንኣብነት ኣነ ተተንቀሳቂሰ ሓንቲ ቅያሕ ኣላኒ ኢለ ኩሽን ምልክት ንሳ እያ ምሳይ ትንቀሳቀስ እምበር እዛ ሰማያዊት ካባይ ትንቀሳቀስኒ እያ ንሳ እያ ባኣ ፅንሓኒ ስለዚ ንብረተይ ኣብይ ግድፊ ከም ዘለኹ ይፈልጥ እየ ወይ መኪናይ ኣብይ ፓርኪንግ ገይራይ ከም ዘለኹ እፈልጥ እየ ማለት እዩ ስለዚ እዚኣ ድማ ከምዚኣ ጌርኩም ክትጥቀሙላ ኣለኩም ማለት እዩ ንኣብነት ኣነ ሕጂ ተተንቀሳቂሰ እዛ ሰማያዊት ወይ ከዓ እዛ ዩር ፓርኪንግ ፓርኪንግ ሄር ትብል ዘላ ንሳ ኣበይ እያ ትኸውን ሓንቲ ቀያሕ ኣላ ግን ምሳይ ትንቀሳቀስ ትርእይዋ ኣለኹም ሓንቲ ቀያሕ ዘላ ረእይዋ ንሳ ግን ምሳይ ክትንቀሳቀስ ትኽእል እያ እታ ሰማያዊት ግን ካባይ ኣይትንቀሳቀስን እያ ማለት እዩ ኣበይ እያ ትኸውን ንብረተይ ድማ ኣበይ ገዲፈዮ ከም ዘለኹ ብኣ ክፈልጥ ይኽእል እየ ወይ መኪናይ ኣብ ፓርኪንግ ገይረያ ከም ዘለኹ ብኣ ክፈልጥ ይኽእል እየ ስለዚ እዚኣ ሓንቲ ጠቓሚት እያ ማለት እዩ ሕራይ እዚኣ ክሊር ክንብላ ኢና እዛ ከመይ ጌርና ሸር ንገብር ወይ ከመይ ጌርና ንኣርኩትና ድዮም ንገለ ሸር ንገብረሎም ዝበልኩም ግን ፈሊጥኩም ኣለኹም ልክዕ እታ ቦታ ከምዚኣ ገርኩም ሸር ዘ ሎኮሽን ምስ በልኩማ ትንክፍ ምስ በልኩማ እንታይ ትገብር እቲ ሾሻል ሚድያ ኩሉ እዚ ኣምጺልና ኣሎ ብዝተፈላለዩ ጌርና ሸር ክንገብረሎም ንኽእል ኢና ናብቶም ኣዕሩኽትና ንኣብነት ወሳብ ተኾይኑ ኣብዚኣ ናይ ወሳብ ንኣቱ መሰንጀር ተኾይኑ ናይ መሰንጀር ንኣቱ ኢንስታግራም ተኾይኑ ብኢንስታግራም ኩሉ ኣብዚ ምርጫታት ኣለና ማለት እዩ ክቡራት ኣሕዋት ከምዚኣ ጌርና ክንሰድድ ንኽእል እዚኣ ድማ በንጻራ ከዓኒ ከምኣ ልክዕ ምሳና ትንቀሳቐስ ኮይና ናበይ ከም ንኸይድ ከም ዘለና ትሕብሮም ኮይና ሸረዲል ታይም ሎኬሽን ትብል ዘላ ክሊክ ጌርና ከኣ ብተመሳሳሊት ከምኣ ጌርና ከኣ ሸር ክንገብረሎም ንኽእል ኢና ናይ መሴጅ ኣለና ቻት ዝብል ኣሎ ኣብዚ ቴሌግራም ክሮም ጂሜል ኩሉ ኣብዚ ኣለና ማለት እዩ ክብራት ኣሕዋት ቀንዲ ክውስኸኩም ግና ክሳብ ሰዓት ክንደይ እዮም ክከታተሉና ወይ ከዓኒ ክሳብ ዝረኽቡና ሲ ኣብዚ ምርጫታት ኣለና እዩ ንኣብነት ሓደ ሰዓትን ክሳብ ሰዓት ሓደ ሰዓትን ዓሰርተ ሓደ ደቂቕን እንተኢልና ካብኡ ንንዮ ዝሉ ዕድል ተቋሪጹ ኣሎ ማለት እዩ ኦፍ ኮይኑ እዩ ኣይሰርሕን ማለት እዩ ስለዚ ከምዚ ገርና ክልተ ሰዓት ሰለስተ ሰዓት ኣርባዕተ ሰዓት ንሕና ቁርቡሽ ኣሎ ክሳብ ኣብ ክንዲ ደቂቕስ ክንራኸብ ንኽእል ኢና ወይ ኣብ ክንዲ ሰዓትስ ክንራኸብ ንኽእል ኢና ኢልና ባዕልና መዚንና ኣጉዲልና ወይ ኣደይብና ክንመርፅ ንኽእል ኢና ንኣብነት ኣነ ኣብ ፍርቂ ሰዓት እንተ ገረያ ወይ ኣብ ሓደ ሰዓት እንተ ገረያ እቲ ንራኸቦ ልዕሊ ኣርባዕተ ሰዓት ሓሙሽተ ሰዓት ዝወስድ ተኮይኑ ኦሬዲ እቲ ጉዳይ ጠጠው ኢሉ ኣሎ ማለት እዩ ስለዚ ከምዚ ጌርና ከ ክንፈልጥ ኣለና ማለት እዩ ሕራይ እዚኣ እኳ ርድእቲ ኮይና ኣላ ምስለኒ ክብራት ኣሕዋት ኣገዳሲ እዩ ከምዚ ክንፈልጥ ሲ ኣገዳሲ እዩ ኣይግበሮ ብዙሕ ነገር ከጋጥመና ክእል እዩ ከምዚ ጌርና ፈሊጥና ምፅናሕ ኣገዳሲ እዩ ክብራት ኣሕዋት ክሳብ ሕጂ ላይክ ሳብስክራይብ ዘይገበርኩም ሰባት ዘለኹም እንታይ እንታይ እንታይ ምክብለኩም እየ ፕሊስ በጃኹም ሳብስክራይብ ምግባር ኣይትሕመቑ ከምዚታት ቪድዮ እዩ ዝመፀኩም ወይ ከዓኒ ከምዚ ቪድዮ እዩ ዝበፅሓኩም ላይክ እንተይረኣ ጌርኩም ድማ ናብ ብዙሕ ሰብ እዩ ሸር ዝገብሮ እቲ ሲስተም ናይ ዩቲብ ማለት እዩ ሕራይ ናብቲ ሓንቲ ድማ ክብለኩም ሕራይ ክቡራት ኣሕዋት ቀፂለ ድማ እዚኣ ናይ መወዳእታ እያ ማለት እዩ እሺ እቲ ቆራሪፀ ከምፀልኩም ስለ ዘይደለኹ ኣብኡ ከለኹ ኣልጊበ ኩሉ ዳርጋ እሪኤኩም ማለት እዩ ሕራይ ሕጂ ድማ ሓደ ሓደ ግዜ እዚ ብሎኮሽን ተመሪሕና ንኸይድ ንኣብነት ሓደ ግዜ እንታይ ኣጋጢሙ ንመስልኩም መዕለሊ ክኾነና ማለት እዩ ናብ ሓደ ዓርከይ ብማብ ጌርና ንኸይድ ወይ ይኸይድ ማለት እዩ ማብ ይሰደለይ እሞ ኣነ ድማ ጋሻ ስለ ዝነበርኩ ናብቲ ቦታ ኸይድ ሕጂ ከይድና ብሓንሳብ ውዒልና ፅቡቕ ግዜ ሕሊፍና እሞ ከይመሰየኒ ገዛይ ክምለስ ብሎ ሕጂ እንዳተመለስኩ ከለኹ ንገዛይ ኣጋጣሚ እቲ ገዛይ ይጠፍኣኒ ብማብ ይኸይደ ነይረ ንገዛይ ግን መን ካብ ገዛይ ማብ ክሰደለይ ብኸመይ እሞ ክፈልጥ ናብ ገዛይ ክምለስ ብጣዕሚ ዓቕሊ ፅብብ ኢላትኒ ኣብ መንጎ ግን ሓንቲ ነገር እየ ዘኪረ እሳ ድማ ንሳ ሕጂ ዝርእየኩም እያ እቲ ናትና ሎኬሽን ሲ ባክኣፕ ክኾን ኣለዎ ናበይ ንኸይድ ከም ዘለና ካበይ ናበይ ከም ንጓዓዝ ክንፈልጥ ክንኽእል ኣለና ሴፍ ክኾን ኣለዎ እዚ ድማ ንምዓይ ዝጠቕመና ምናልባት እንተ ጠፊእና ናብኡ ትው ኢልና ካበይ ድየ መፅእ ናበይ ድየ ከይደ ዝብል ኩሉ እዚ ቸክ ክንገብር ንኽእል ኢና ስለዚ እዚኣ ብጣዕሚ ክትጠቕመኩም ትኽእል እያ ንዓይ ሓንሳብ ኣፍሪሓትና ሰንቢዳትኒ ብፍላይ እዚ ዓዲ ከቢድ ስለ ዝኾነ ኣነ ድማ ዳርጋ ጠፊእ ኢለ ሓሲበ ነይረ ማለት እዩ ስለዚ ከምዚኣ ጌርና ክንፈልጥ ኣለና እሳ ከዓ ኣብዛ ላዕሊ ፕሮፋይልና ክሊክ ንገብር ቀፂልና ንእሽተይ ንታሕቲ ስሕብ ነብላ እሞ ኣብዛ ዩር ዳታ ኢን ማፕስ ትብል ኣላ ክሊክ ንገብር ንእሽተይ ንፅበያ ከምዚ ትሪእዋ ዘለኹም ከምዚ ትሪእዎ ዘለኹም ብጣዕሚ እንታይ ይበሃል ገይርለይ ኣሎ እቲ ቦታ ወይ እቲ ገፅ ኣምፅለይ ኣሎ ንእሽተይ ስሕብ የብሎም ከምዚ ገይረ ኣብዚ ታይም ሊን ዝብል ኦን ክኸውን ኣለዎ ቀፂለ ድማ ኣብዚ ዌብ ኤንድ ኣፕ ኣክቲቪ ዝብል ኣክቲቭ ክኾን ኣሎ ኦን ክኾን ኣሎ ከምዚ ናተይ ኣብዚ እውን ኦን ክኾን ኣለዎ ነዚ ከምዚ ጌርና ክንፈልጥ ንኽእል ኢና እዚ እንድሕር ተኸፊቱ ተልዩ ክንፈልጥ ንኽእል ኢና ስለዚ ክቡራት ኣሕዋት ኣብዚ ዳውንሎድ ዩር ማፕ ዳታ ዝብል ኣቲና እቲ ዝተንቀሳቐስናዮ ቦታ ክንፈልጥ ንኽእል ኢና ድሓር ብዘይ ሽግር ናበይ ከድና ከም ዝነበርና ወይ ካበይ ከም ዝመፃና ክንፈልጥ ንኽእል ኢና ማለት እዩ ክቡራት ኣሕዋት ኣነ ከዓኒ ከምዚኣ ገይረስ ፈሊጠ እያ ነይረ ቅድሚ ሕጂ ጠቂማትኒ ምባል እዩ ሕራይ ኣብኡ ከለኹ ድማ ሓንቲ ነገር ክነግረኩም ብዙሓት ሰባትሲ ናብ ሓደ ቦታ ንንቀሳቐስ ወይ ብፍላይ በረኻ ዘሎ ቦታ እንተኮይኑ ንንቀሳቐስ ሕጂ ኣብ ገለገለ ህልም ዝበለ ኢንተርነት ዝጠፍእ ቦታ ይኸውን ሃንደበት ማለት እዩ ወይ ድማ ሞባይልና ካርዲ ትውድእ ወይ ዋይፋይ ይጠፍእ ሕጂ እቲ ዘለናዮ ቦታ ድማ ብጣዕሚ እዩ ማፕ ዘድልየና ማፕ ድማ ብምንታይ እዩ ዝሰርሕ ብኢንተርነት ኦኬ እሞ እሞ እንታይ ዳይና ክንገብር ከምኡ ከም ዘጋጥመና ፈሊጥና ክንፀንሕ እንተ ደኣ ኮይና ቅድሚ ምግጣሙ እንታይ ክንገብር ኣለና ኣብዛ ፕሮፋይልና ንኣቱ እሞ ኣብዚ ኦፍላይን ማፕ ዝብል ኣሎ ማፕስ ዝብል ዘሎ ኣብኣ ክሊክ ንገብር ቀፂልና ድማ ኣብዛ ትሪዋ ዘለኹም ሰሌክት ዩር ኦን ማፕ ትብል ኣላ ክሊክ ንገብር ማለት እዩ ሕጂ ናይቲ ዝደሊናዮ ዘለና ከባቢ ከምዚኣ ጌርና ዓቂንና ንኣብነት ሕጂ ኣነ ኣብዛ ዘለኹዋ ቦታ ከምዚኣ ጌረ ኣብዚኣ እየ ክንቀሳቐስ ናብዚኣ እንተኸይደ ዳታ ከይትውድኣኒ ወይ ኢንተርነት ከይዝሕለኒ ወይ ዋይፋይ ከይጠፍእ ኩሉ ወይ ጠቕላላ ኢንተርነት ከይጠፍእ ከይዕጾ ስለዚ እዚኣ ዳውንሎድ ክገብራ ኣለና ኣብዚኣ ከም ድላየ ክንቀሳቐስ ኢለ ኣብዚኣ ዳውንሎድ ኢለያ ከምዚኣ ኢላ ትጅምር ማለት እዩ ዳውንሎድ ኢላ ትጅምር ቀጺለ ሽዑ ዳውንሎድ ምስ ኮነት ንእሽተይ ፋስት ዝኾነ ኢንተርነት ገድልየኒ ኣለዎ ወይ ድማ ንፉዕ ወይ ጽቡቕ ዋይፋይ ገድልየኒ ኣለዎ ስለዚ እዚኣ ርኢኹም ኣለኹም ነዚኣ ዴሌት ክብላ እያ ማለት እዩ ምክንያቱ ስለ ዘየድልየኒ ንዓኹም ንመርኣይ ኢለ እየ ገይረያ ማለት እዩ ስለዚ ክቡራት ኣሕዋት እቲ ትኸድዎ ቦታ ምናልባት ኢንተርነት ዘይብሉ ተኾይኑ ወይ ድማ ዳታኹም ተወዲኣ ወይ ዋይፋይኩም ተተዓጽዩ ከምዚኣ ጌርኩም ቦታኹም ፈሊጥኩም ክትጸንሑ ኣለኩም። ንኣብነት ኣብ ምህዳም ኣብ ምህዳም ክኸውን ይኽእል እዩ ኣብ ገለ ተኣሲርኩም ወይ ገለ ኣጋጣሚ ካብ ሰብ ናብ ገለ ክትሃድሙ ተደሊኹም እቲ ቦታ ኢንተርነት ዘይብሉ ተኾይኑ ካብ ንሰብ ክትሓቱ ምሽኩም ኣብ ገለ ክትኣትዉ ወይ ማለት ብዙሕ ነገር ኣሎ ከጋጥም ዝኽእል ንብዙሕ ነገር ክጠቕመና ይኽእል እዩ ስለዚ እዚ ሓደ ወሳኒ ዝኾነ ነገር እዩ ከምዚ ገርኩም ክትጥቀሙ ትኽእሉ ኢኹም ቀፂለ ድማ ኣብኡ ከለኹ ንኣብነት እታ እንታይ ይበሃል ዝበልኩም ዓንተወይ እዚኣ ሕጂ ክብለኩም ፅናሕ ወዲእና ኣለና እታ ዓንተወይ ክብለኩም ዝፀናሕኩ እዛ እታ ፓርኪንግ ንገብራ ነገር ናትና ኣብዚ ንኣብነት ከምዚ ጌርና ሴፍ ፓርኪንግ ትብል ዘላትና ከምዚ ጌርና ንእሽተይ ንላዕሊ ስሕብ ኣቢልና ንኣብነት ከምዚ ጌርና ኣብዚ ኖት ኢንተር ኖት ዝብል ዘሎ ክንፅሕፈሉ ንኽእል ኢና ንኣብነት መኪናይ ኣብዚ ጌረ ኣለኹ ኢለ ክፅሕፈላ ክእል ሽዑ ቀጥታ እንታይ ሴፍ ጌረ ነይረ ኢለ ተመሊሰ ተርእዮ ኣብኡ ክመፀ ንኽእል ወይ ከዓ ንብረተይ ኣብዚ ቕሚጠ ኣለኹ ኢለ ሴፍ ይብሎ ምሽ ሽዑ ቀጥታ ናብቲ ይወስደኒ ማለት እዩ ብዘይ ወላ ሓደ ስክፍታ ከምዚ ጌርና ክንጥቀም ንኽእል ኢና ብዘይ ወላ ሓደ ሽግር ማለት እዩ ክብራት ኣሕዋት እዚ ማፕሲ ብዙሕ ነገር እዩ ዘለዎ ብዙሕ እዩ ዘይንፈልጦ ዘለዎ ዝተረፈ ዘበለ ድማ ካልእ መዓልቲ ብሰፊሕ ገይረ ከቕርቦ እዩ ክብራት ኣሕዋት ኩሉ ክንፈልጦ ኣለና ኢለ ስለ ዝሓሰብኩ እየ ንንእሽተይ ብሓንሳብ ዘይኮነስ ብብንእሽተይ ኢና ክንፈልጦ ዝግባእ ስለዚ ክብራት ኣሕዋት ክሳብ ሕጂ ላይክ ሳብስክራይብ ዘይገበርኩም ሰባት ኣለኹም ፕሊስ ጠቓሚ ስለ ዝኾነ እዛ ቻነል ንዓ እውን ወይ ንዓና እውን ዓብ ሞራል ስለ ዝኾነ ሳብስክራይብ ምግባር ኣብታ ናይ ቀጭል ደውል ምህራም ኣብ ቀጻሊ ቪድዮታትና ክበጽሓኩም እዩ ማለት እዩ ላይክ እንተ ጌርኩም ድማ ናብ ኩሉ ሰብ ንክበጽሕ እንታይ ይገብር እቲ ሲስተም ናይ ዩቲብ ጽቡቕ እዩ እዚ ቪድዮ ኢሉ ሸር ይብሎ ማለት እዩ ስለዚ ፕሊስ ደቂ ዓበይቲ ኣይትብቅቑ ኢኹም ኣነ ድማ ተስፋ ከይቆረፅኩ ከይሓመቕኩ ናትኩም ንምቕያር ካልእ ዝተፈላለዩ ዓበይቲ ነገራት ከምፀልኩም ክብራት ኣሕዋት ብካልእ ቪድዮ ክሳብ ንራኸብ ሰላም ወሰናይ።